ሰላም ዝኸበርኩም ተኸታተልቲ ማዶ ቲቪ ከመይ ትኾኑ? ኣነ ኣምላኽ መስገን ጽቡቕ ኣለኹ ንስኹም እውን ከማይ ጽቡቕ ክትህልዉ በዓል ሙሉእ ተስፋ እየ ባርከስ ከምቲ ንሕብረተሰብና እጠቅም እዩ እንዳበልኩ ዘውርዶ ዘለኹ ቪድዮታት ከም መቐጸልቱ ኸኣ ሎማዓንቲ ብዛዕባ ናይ ብዙሓት ሕቶ ዝኾነት ሓንቲ ኣገዳሲት ኣርእስቲ እየ ሒዘልኩም ቀሪበ ዘለኹ። ኣብ ጉግል ብዙሕ ዓይነት ሜሴጅ ይመጸና እዩ። ንደልዮን ዘይንደልዮን ብዙሕ ዓይነት ሜሴጅ ይመጸና እዩ። ገለ ካብኡ ብዛዕባ ሎተሩ ክኸውን ይኽእል፣ ዘይበጽሓና ገንዘብ ወይ ዘይተዓወትናዮ ንዓና ከደናግሩ ኢሎም ብዙሕ ሜሴጃት ይሰዱልና እዮም። ካብኡ ወጻኢ እውን እዚ ጽዩፍ ስእልታት ንብሎ ምስ ሴክስ ዝተኣሳሰር ብዙሕ ሓበሬታታት ሴክስ ክንረኽበሉ ንኽእል ቦታታት ወይ ዌብሳይታት ብዙሕ ብዙሕ ሓበሬታታት ኣብ ጉግል ይመፀና እዩ እዚ ዝመፀና ዘሎ ኖቲፊኬሽን ብሓቂ ንሃና ብናትና ምርጫ ድዩ ዝመፀና ዘሎ ወይስ ጉግል እዩ ባዕሉ ዝሰዶ ዘሎ ኣብ ጉግል ዘይንፈልጦ ምስጢር ኣሎ ድዩ ከምኡ እውን ነዚ ዝመፅ ዘሎ ኖቲፊኬሽን ከመይ ጌርና ደው ከነብሎ ንኽእል ማለት ዘየለየና ኖቲፊኬሽን እንተኾይኑ ከመይ ጌርና ደው ክነብሎ ንኽእል ምክንያቱ ብፍላይ እቲ ምስ ሴክስ ወይ ከዓ እዚ ኣፀያፊ ስእልታት ዝመፀና ሜሴጃት ንረኣዩን ንሰማዒኡን ብዙሕ ፅቡቅ ዝምችእ ስለ ዘይኮነ ከመይ ጌርና ኢና ደው ክነብሎ ንኽእል ወይ ከመይ ጌርና ኢና ንሓዋሩ ክንድምስሶ ንኽእል ዘርኢ መደብ ቀሪበልኩም ዘለኹ ክሳብ መወዳእታ እዚ መደብ እዚ ክትከታተሉኒ ብኽብሪ ዕድመኩም መጀመርያ ግን ዘውረድኩዎ ቪድዮታት መታን ኣብ ሰዓቱ ክበጽሓኩም ሰብስክራይብ ብምግባር ከምኡውን ኣብ ጥቓ ዘላ ናይ ቃጭል ምልክት ብምጥዋቕ ቀንዲ ቤተሰብ ናይዛ ቻነል እዚኣ ክትኮኑ በዚ ኣጋጣሚ እዚ ክዕድመኩም እደሊ ኣብዚ ናይ ሎሚ መደብ ነቶም ሞባይልኩም ብእንግሊዝ ዘሎ ከምኡውን ነቶም ሞባይልኩም ብቋንቋ ጀርመን ወይ ከዓ ብዶች ዘሎ ኣብዛ መደብ እዚኣ ኣጠቓሊልዮ ስለ ዘለኹ ከይተሸገርኩም ሞባይልኩም ናብ እንግሊሽ ናብ ዶች ከይቀየርኩም ኣብኡ ከለኹም እቲ ኖቲፊኬሽን ናይ ጉግል ክንዓፅወሉን ክንከፍተሉ ንኽእል መንገዲ ክርእየኩም ክፍትነ ሰናይ ምክትታል ኣብ ጉግል ዝመፀና ኖቲፊኬሽናት ባዕሉ ጉግል ነተን ዌብሳይታት ዕድል ስለ ዝፈጥረለን እዩ ማለት ንሕና ሓደ ግዜ ኣብዚ ዌብሳይት እዚ ኣብ ዝኾነ ዌብሳይት እንተኣቲና ኣውቶማቲካሊ ጉግል ነዛ ዌብሳይት እዚኣ ዕድል ህባ እንታይ ንክትገብር ማለት እዩ ሜሴጅ ንዓና ኩሉ ሻዕ ንክሰዱልና ኖቲፊኬሽን ንክሰዱልና ምክንያቱ ነቲ ሶፍት ነቲ ዌብሳይታት ዝሰርሕ ባዕሉ ጉግል እዩ ስለዚ ነቶም ዝሸጠሎም ዓማዊሉ መታን ንዓና ክረኽቡ ተኾይኖም ነቶም ኢንድ ዩዘርስ ንበሃል ነዞም ንሕና እቲ ዌብሳይት ከፊትና ንጥቀመሉ ማለት እዩ መታን ብዙሕ ትራፊክ ክረኽቡ መታን ብዙሕ ጠለብ መታን ብዙሕ ነገር ንክሸጡ ፑሽ ኖቲፊኬሽን ዝበሃል ኦፕሽን ኣብቲ ናቱ ዝሸጠሎም ዌብሳይት ኣቕሚጥዎ ኣሎ ማለት እዩ ስለዚ ንሕና ኣብቲ ዌብሳይት እዚ ብዝኾነ ነገር እንተኣቲና ማለት እዩ እታ ዌብሳይት እቲኣ ቀጻሊ ንዓና ኖቲፊኬሽን ሜሴጅ ይሰዱልና ማለት እዩ ጉግል ነቶም ዌብሳይታት ከምዚ ዓይነት ዕድል ክዎም ከሎ ከዓ ንዓና ከዓ ዕድል ህበና እዩ ማለት እዩ ነቶም ኢንድ ዩዘርስ ነዞም ንዓና ማለት እዩ ንሕና ከዓ ነቲ ዝመፀና ሜሴጅ ክንዓፅዎ እንተደሊና ከዓ ኮሙኡ ዓይነት ኣማራጭ ስለ ዘሎ ስለዚ እቲ ዘድልየና ሜሴጃት እቲ ዘይንደልዮ ሜሴጃት እውን ንክንዓፅቦ ጉግል ከምኡ ዓይነት ኦፕሽን ኣለዎ ማለት እዩ ስለዚ ኣብቲ ናይ ጉግል ዌብ ፔጅ ኣቲና ከመይ ጌርና ንክንቅይሮ ሕጂ ብሓንሳብ ክንሪኦ ኢና ቫርከስ ብመጀመርታ ኣብ ጉግል ንኣቱ ማለት እዩ ኣብዚ እቲ ሜሴጃት ዝመፀና ቀፃሊ ሜሴጃት እንዳመፅእ ዘፀለልና ዘሎ ማለት እዩ ስለዚ ኣብዚ ላዕለዋይ ወገን ተሪእኹሞ ሰለስተ ንጣብ ንጣብ ን ትኹል ኣለዋ ኣብኣ ንኣቱ። ድሕሪኡ ኣብዛ ሴቲንግ ትብል ቦታ ኢና ንኣቱ ማለት እዩ። ዝኾነ ኣፕሊኬሽን ዝኾነ ሶፍትዌር ዋላ ፅባሕ ንጎውን ዝኾነ ነገር ክትቅይሩ ምስ ትደልዩ ትኽኢልኩም ኣብ ሴቲንግ ኢኹም ትኣትዉ ኣብ ሴቲንግ ኩሉ ነገር ኣሎ ኩሉ መፍትሕ ኣሎ ኩሉ ንሽግራት መፍትሒ ዝኸውን ኩሉ ሻዕ ኣብ ሴቲንግ ኣሎ ማለት እዩ ስለዚ ኣብዚ ሴቲንግ እንተ ኣቲና ንታሕቲ ገጽና ተወሪድና ኣብዚ ሳይት ሴቲንግ ዝብል ምርጫ ኣለና ማለት እዩ ሳይት ሴቲንግ ማለት ነቲ ዌብሳይታት ንኸፍቶ ከመይ ዓይነት ብሄቭ ንክገብሩ ማለት እዩ ከመይ ገይሮም እዮም ንዓና ከገልግሉና ዝግብኦም ስለዚ ኣብዚ ሳይት ሴቲንግስ ኢልና ንኣቱ ስለዚ ኣብዚ ሎ ብምሉኡ ማለት እዩ ነቲ ሳይት ዝምልከት ሓበሬታታት እንታይ ክንገብሮ ከም ንኽእል ነቲ ንሕና ንሪኦ ሳይታት ማለት እዩ ስለዚ ኖቲፊኬሽን ክመፀኒ ተዘይደልየ ኣነ ዝኾነ ሜሴጅ ካብዘን ዌብሳይታት እቲ ኣነ ቪዚት ዝገበርኩን ዌብሳይታት ዝኾነ ኖቲፊኬሽን ክመፀኒ ተዘይደልየ ኣብዛ ኖቲፊኬሽን ትብል ምርጫ ኣቱ ድሕሪኡ ኖቲፊኬሽን ብሎክ ገይረዮ ኣለኹ ኣነ ክኸፍቶ ተደልየ ከዓ እዚኣ ኦኬ ብላ ማለት እዩ ስለዚ ኣብዚ ኖቲፊኬሽን ሕጂ ክመፀኒ ማለት እዩ ሳይት ካን ኣስክ ቱ ሰንድ ኖቲፊኬሽን ስለዚ ከምዚ ጌርና ዘይንደልዩ ኖቲፊኬሽን እንተሃልዩ ከምዚ ጌርና ኩሉ ብሎክ ክንገብሮ ንኽእል ኢና ማለት እዩ ኣብዚ ሕጂ ብሎክ ተጌርዮ ክተርፍ ዝኽእል ዌብሳይታት ኣሎ ኤክሰፕሽን ትሽዓተ ይብለኒ ኣሎ ነዚ ዌብሳይታት መሊሰ ከጥፍኦ እንተደልየ መሊሰ ኣብቲ ዌብሳይት ተሪኹም ሕጂ ተሪፉ ዘሎ ከም በዓል ሃይፐርቴክስ ትራንስፈር ፕሮቶኮል ወርልድ ዋይድ ዌብ ጉግል ዳት ኮም ዝብል ተሪፉ ኣሎ ኣይተደምሰሰ ምክንያቱ ናይቲ ጉግል ስለ ዝኾነ ማለት እዩ እዚ ሃይዳውት ቲቪ ዝበሃል ከዓ ኣነ ስለ ዘለየኒ ኣይደምሰስኮን ማለት እዩ ስለዚ ለሰይ ሕጂ እዛ ለሰይ እዚኣ ክድምሳ ክፍትን እየ ማለት እዩ ካብዘን ተሪፈን ዘለዋ ክድምሰን እንተደልየ በብሓደ ማለት እዩ ዘየድልየኒ ዌብሳይታት በብሓደ ክድምሶ ተደልየ ኣብኣ ክሊክ ይገብር መሊሰ ኣብ ዝተሓቲ ክሊር ኤንድ ሪሴት ዝብል ምርጫ ኣለኒ ማለት እዩ ስለዚ ንዕኦ መሊሰ ደግሞ ደን ክሊር ኤንድ ሪሴት ዝብል ኦፕሽን ኣሎ ብዚ እውን ንዕኦ መሊሰ ኦኬ ብሎ ሄርዝት ስለዚ እቲ ኣብዚ ዝጸንሐ ጠፊኡ ኣሎ ማለት እዩ ከምዚ ጌርና ዘየለየና ዌብሳይት ኣተሃልዩ በብሓደ እንዳለቐምና ከነጥፎ ንኽእል ኢና ማለት እዩ ወይ ካብ ዝላዕሊ ቶታሊ ብሎክ ክንገብሮ ንኽእል ኢና ድሕሪኡ ዕረፍቲ እዩ ዝኾነ ዝመፀና ኖቲፊኬሽን ካብ ዝኾነት ዌብሳይት የብልናን ማለት እዩ ነቶም ሞባይልኩም ብቋንቋ ጀርመን ወይ ከዓ ዶች ዘሎ ከዓ እንታይ ኢና ክንገብር ማለት እዩ ኦልሞስት ዘሰ ምስ ናይ እንግሊሽ ማለት እዩ ስለዚ ኣብዚ ላዕለዋይ ወገን ኣብዘን ሰለስተ ንጣብ ንጣብ ንትኹል ዘሎ ኣብኣ ንኸይድ ዘን ኣውቶማቲካል ንታሓት ንወርድ ኣብዚ ኣይንሽቴሉን ዝብል ማለት እዩ ኩሉ ሴቲንግ ማለት ብዶች ኣይንሽቴሉን ማለት እዩ ስለዚ ኣብዚ ኣይንሽቴሉን ንኣቱ ናብዚ ገጽና ንታሕቲ ገጽና እንተወሪድና ኣብዚኣ ዌብ ሳይት ኣይንሽቴሉንግ እቲ ሳይት ሴቲንግ ማለት እዩ ስለዚ ኣብዛ ዌብ ሳይት ኣይንሽቴሉንግ ንኣቱ ኣብዚ ምስ ኣተና ኩሉ እቲ ሓበሬታ ኣብዚ ኣለና ማለት እዩ ስለዚ ኣብዚ ንታሓት ገጽና ተመጽኒና እቲ ቢናክሪሽቱንግን ዝብል ምርጫ ኣለና ኣብዚ ሶሪ ኣብዚ ቢናክ ሪሽቱንገን ዝብል ኖቲፊኬሽን ማለት እዩ እንግሊሽ ስለዚ ዝመጸና ሓበሬታታት ኣብዚ ኣቲና ብሎክ ወይ ከዓ ኣላው ክንገብሮ ብሎኪርት ኦደ ኤርላውት ክንብሎ ንኽእል ኢና ማለት እዩ ስለዚ ኣብዚ ኣለና እቲ ምርጫታት ማለት እዩ ቤና ክሪስቱንግን ብሎኪር ትብለና ኣሎ ኣብዚ ተኸፊትና ከዓ ስለዚ እቲ ዝመፀና ዌብሳይት ንክኣቱን ንክወፅን ክስታይ ንገብሮ ኣለና ማለት እዩ ክመፀና ኖቲፊኬሽን ኣፍቂድና ኣሎና ማለት እዩ በብሓደ ክነጥፍኦ ተደሊና ከዓ ኣብዚ ለሰ ሕጂ እዛ ስትሪም ሳይን ትብል ወብሳይት ከጥፋኣ እየ ስለዚ ኣብዚ ኣለኒ ምርጫ መፂ ኣሎ ማለት ሕጂ በብሓደ ከጥፍኦ ትደልየ እዚ ሕጂ እንታይ ዝብል ኣሎ ሎሽን ኡንድ ሱሩክዘትስን ኦኬ ኣብዚ የጥፍኦ መሊሰ ብዛ ሎሽን ኡንድ ሱሩክ ዘትስን ትብል ኣብኣ ከዓ ሃርሞ ማለት ስለዚ ዝፀንሐ ዌብሳይት ኣትፊኤ ኣለኹ ማለት እዩ ስለዚ ዘየለየኒ ዌብሳይት ኣተሃልዩ ብዚ ከምዚ ገረ ከጥፍኦ ይኽእል እየ ማለት እዩ ስለዚ ኣነ ሕጂ ዝኾነ ኖቲፊኬሽን ክቕበለ ስለ ዝደሊ ካብ ጉግል ማለት እዩ ነዚ ብሎክ ክገብሮ እየ ማለት እዩ ስለዚ ዓፅየ ኣለኹ ግን ኣውስናመ ኣለኒ ተረፍ ማለት ኤክሰፕሽንስ እዚአን ካብዚአን ክመፀኒ ጉግል ጉግል እዩ ሃይዳኦት ኣነ ዝከታተሎ ዌብሳይት እዩ ማለት እዩ ስለዚ ነዚ ከኣ ከጥፍኦ ትደሊ ከምዚ ኣረቃ ዝረኣኹ ማለት እዩ ኣው ክሊክ ንገብር ድሕሪኡ እቲ ሉሽን ኡንድ ስሩግ ዘትስን ዝብል ኦፕሽን ሃርሞ ማለት እዩ ስለዚ ከምዚ ጌርና ኖቲፊኬሽናት ደው ከነብሎ ይከኣል እዩ ጸገም የብሉን ኩለን ዌብሳይታት ኣብቲ ናተን ሴቲንግ እንተኣቲኹም ዋላ ሓንቲ ሽግር ዝበሃል የብሉን እቲ መፍትሕ ኣብኡ ኣሎ ሽግር ተሃልዩ ኣብ ሴቲንግ ኣቲምኩም ዝኾኑ ነገር ከተዕርዎ ትኽእሉ ማለት እዩ ናይ ሎም መደብ ነዚ ይመስል ነይሩ ስለቲ ምክታልኩም ብልቢ እንዳመስገንኩ ሰብስክራይብ እንዳገበርኩም ከዓ ከተተባብዑኒ በዚ ኣጋጣሚ እዚ ክሕብረኩም ፈቱ ሰሰናዩ